ሰላም ሰላም ክቡራት የዕሩኽተይን ፈተውተይን የሕዋተይን ኣብ መላእ ዓለም ትርከቡ ብኣርክስ ሰላምታኹም ብዝሕ ይበለለይ ኣነ ሓውኩም ጎይትኦም ሓድሽ ይበሃል ሓደ ሓደ መስሓቂ ዝኾኑ በቃ ሓደ ሓደ ግዜ እውን ብዙሕ እንኳን ደርፍታት ብዙሕ እኳ ተዘይለቐቕኩ ደርፊ ንምልቃቕ እውን ይሓስብ እየ ናይ ዓቕሚ ጉዳይ ስለዝኾነ እዩ እምበር ካልእ ድማ ሓንቲ ገዛ ዓይ ሒዘልኩም መፅየ ኣለኹ። እታ ገዛ ዓይ ከዓ እንታይ እያ? ሓንቲ ቻናል ሒዘልኩም መፅየ ኣለኹ። እታ ቻናል ሃብሮም ኢንተርትመንት እያ ትብል ማለት ሓደ ሓደ ቀልድታት ይኹን መምሀሪ ቱቶር ከም ቱቶርያል ዓይነት ዝፅዕነላ ቪድዮ እያ። ንሳ ከዓ ንዘይበፅሖም ንኸተብፅሑለይ ሸር እንዳበልኩም ላይክ ሳብስክራይብ በቃ ንናብ ኩሉ ንክትባጻሕ ሸር ግበሩለይ ሳብስክራይብ ደሞ ኣይትረስዑ ኣነ ዝለቆም ሓድሽቲ ቪድዮታት ናባኹም ምእንታ ንክመጹ ሳብስክራይብ ኣይትረስዑ ቀጺሉ ከዓኒ እታ ቻናል ከመይ ገርኩም ከም ትረኽብዋ ከርእየኩም ኣብ ዩቱብ እተው ሕጂ ኣነ ኣብ ዩቱብ ክኣትየ ቀጥታ ኣብ ዩቱብ ኣትየ ኣለኹ ከምዚኣ ኢላ ክትከፍተልና እታ ዩቱብ ከምዚ ኢሉ ዩቱብ ምስ መፀና ኣብታ ሰርች በተን ኣቲና ማለት እዩ ንእሽታ ናይ ኔትወርክ ይቅርታ ናይ ኔትወርክ ጉዳይ ኮይኑ ብዙሕ ቀልጢፈ ከፈተለይ ቀጥታ ሕጂ ኣብዛ ሰርች በተን ኣብዚኣ ንኣቱ እንታይ ኢና ንፅሕፍ ሓብሮም ሓብሮም ኢንተር ትመንት ኢልና ከምዚኣ ገርና ሰርች ንገብር ማለት እዩ ከምዚኣ ገርና ሰርች ምስ ገበርና በቃ ቀጥታ እታ ናተይ እንታይ ይበሃል ትሪእዋ ኣለኹም ኣብዚኣ ነትለ ብምልክት እንኳ ሪእኩም ዛብዚኣ ነትለ ዛብዚኣ እንትለ ምልክት ክቢ ገይረላ እና ዛብዚኣ እንትለ ሃብሮም ኢንተር ትመንት እዚኣ እታ እዛ ስፕሪንግ እዚኣ ጽሒፍኩም ቀጥታ ናባኹም ትመጽእ እታ ቻናል ማለት ካብኡ ኣነ ዝሰራሕኽዎም ሓደ ሓደ ቪድዮታት እኒኡ ኣብዚ ኢዲት ዝገበርክዎም መምሀሪ እዮም ዝበልክዎም ኣብዚኣ እኒውለ ቀጥታ ካብኣ ወፂና ከዓኒ ኣብ ቲክቶክን ለቂቀያ ኣለኹ እየ እታ ቻናል ኣብ ዩቱብ እንኳን ከም ዘርእየኩም ኢኹ ኣብ ፌስቡክ እውን ሊንክ ኣለኩም ኣብኡ ክትረኽቡዋ ትኽእሉ ኢኹም በቲ ናተይ ፌስቡክ ማለት እዩ ካልእ በቃ እዚኣ ክብለኩም ዝኽእል ሓደ ሓደ ኻኒ ኣብኡ እናሃለኹ ንኽጠቕመኩም ቀጥታ ሕጂ ኣብ ቪፒኤን ኢና ንጥቀም ዘለና ብዙሕ ናይ ኔትወርክ ችግር ስለ ዘሎ ቪፒኤን ቀጥታ ከዓ እንታ ቪፒኤን እንታይ ክትጥቀሙ ኣለኩም ሕጂ ክቡራት የዕርኽተይና ፈተውተይን ቀጥታ እዛ ኣብዚኣ እንትለ ክቢ ገይረላ ትሪእዋ ኣለኹም ፒስፖን ትብል እሳ እኹም ትጥቀሙ ዘለኹም ንሳ ከዓኒ ንሳ ክትጥቀሙ ከለኹም ከዓ እንታይ ክትገብሩ ኣለኩም ቀጥታ ኣብ ዩቱብ እውን ኦፍላይን ዳ ኦፍላይን ቪድዮ ኣውሪድኩም ዳታ ከይተጠቕምኩም ንክትጥቀሙላ ምእንታን እንታይ ክትገብሩ ኣለኩም ቀጥታ ኣብዛ ናይ መጀመርያ ኣኽዩበላ ኒኹም እዚኣ ትሪእዋ ኣለኹም ኣብዚኣ ኣብታ ሰሌክት ሰርቨር ሪጅን ትብል ኣቲኹም ቀጥታ እንታይ ትገብሩ ኣብኣ ምስ ኣተኹም ናብዛ ናብኣ ትኣቱ ከምዚ ኣገርኩም ናብኣ ምስ ኣተኹም ከምዚ ኣገርኩም ብዙሓት እንታይ ይበሃል ኣለዋ ሕጂ ኣብታ ኢንድያ ትብልኩም ትገብርዋ ኣብዛ ናይ መጀመርያ ተሃልያ ኣብታ ናይ መጀመርያ ከይትገብርዋ እንታይ ክትገብሩ ኣለኩም ኣብታ ኢንድያ ትብል ክትገብርዋ ኣለኩም ኦፍላይን ኣነ ሕጂ ኣብ ዋይፋ ዘለዎ ምናምን ከይደ ኮኔክት ተገይረዮ ቀጥታ ኣብ ገዛይ መን- ኣብ ገዛይ መጽየ ምናምን ይኹን ቀጥታ ዝሪኣታ ኦፍላይን እዩ ዝሪኣታ እቶም ቪድዮታት ማለት እዩ ቀጥታ በቃ ካብኡ ወፂና ካልእ ከዓ እንታይ ክውስኸኩም በቃ ካልእ ምንም ዝብለኩም የለይ ብካልእ ትሕዝቶ ስጋብ ንራከብ በቃ እታ ቻናል ሓደራኩም ሳብስክራይብ ሸር ናብ ኩሉ ንክትባፃሕ ግበሩለይ ብካልእ ትሕዝቶ ስጋብ ንራከብ መልካም ሰሙን ይግበረልና ዓድና ሰላም ይግበረልና ሰላም ይግበረልና ቻው ብካልእ ትሕዝቶ ስጋብ ንራከብ። ቻው ቻው ቻው ቻው ኣነ ኣነ ሓውኩሚ ጎይቶም ሓድሽ እታ ቻናል ኣብ ታሕቲ ክፅሕፈልኩሚ ብኣ እንዳኣተኹም ሰርች እንዳገበርኩም ኣበረታትዑኒ መልካም ሰሙን ይግበረልና ብካልእ ትሕዝቶ ስጋብ ንራኸብ ቻው ብጣዕሚ እየ ዝፈተኩም